ሰላም ሰላም ዝኸበርኩምን ዝኸበርክንን ተኸታተልትና እንቋዕ ናብ መደብ ፊሊ ቲቪ ብደሓን መጻኹም። ሎሚ ውን ኣብ ማሕበራዊ ሜድያታት ዝበሃሉን ዝግበሩን ዘለዉ ቀንዲ ዛዕባታት ናባኹም ከነብሎ ተዳሊና ኢና ዘለና። ክቡራት ኣዕሩኽ መሓዙት መደብ ፊሊ ቲቪ ነቲ ተርእዩኒ ዘለኹም ፍቕርን ደገፍን ልባዊ ዝኾነ ምስጋናይ የቕርበልኩም። ርእይቶታትኩም ምስ ዝበለጸ ንኽሰርሕ ዓቢ መተባብዒ እዩ እሞ ኮይኑኒ ዘሎ ኣብ ኩሉ መዳያት ሂወትኩም ዓቢ ዓወት ይምነየልኩም። ምሳኹም ኩሉ ግዜ ከምዚ ኢለ ጽቡቅ ግዜ ምሕላፈይ ድማ ብጣዕሚ እዩ ደስ ዝብለኒ እናበልኩ ማለት እዩ ናብቲ ናይ ሎማዓንቲ መደበይ ከብለኩም ከለኹ ድማ እዞም ዝስዕቡ ዛዕባታት ሒዝናልኩም ናባኹም ቀሪብና ኣለና። ዶክተር ደብረጽዮን ንጽምዶ ይድግፍ ኣሎ። ህዝብና ምስ ህዝብታት ኣምሓራ፣ ኤርትራን ሱዳንን ብሰላም ክነብር እዩ ዝደሊ ኣብ ዝበለሉ መግለጺኡ እንታይ መልእኽቲ እዩ ኣመሓላሊፉ ዘሎ። ምስ ህዝብታት ዓምሓር፣ ኣምሓራ፣ ዓፋር፣ ኤርትራ፣ ሱዳን ይኹን ካልኦት ህዝብታትን ኢትዮጵያ ብሰላም ምንባር፣ ካብ ድኽነትን ድሕረትን ብምውጻእ ጎደና ምዕባለ ምርጋጽ'ዩ ባህግና። ተወሳኺ ሓድሽ ደሃይ ናይ ስነ ጥበባዊ ሄኖክ ታረቀ ኣለና ካብ ዩጋንዳ ናብ ኤርትራ ድሕሪ ምእታዉ ቡዙሕ ሰባት ዝተሻቀልኩም ኔርኩም ኢኩም ሎሚ ጊን እንታይ ሓድሽ ነገር ተረኪቡ ኣሎ ደስ ዘብል ዜና ሒዝናልኩም መጺና ኣለና። ዘስሕቅ ዘረባ ሰልጠነ ንፊሊም ሰልጠነ ባዕሉ ድሕሪ ምንቃፉ ምስጋና ይግባኣኒዩ ዝብለሉ ዘሎ ምክንያት እንታይ ኮን ይከውን? ሽዑ Thank you ሰልጠነ ኣርባዕተ ሚእቲ ሽሕ ቪወርስ ተራእዩልና ክብሉ ከኣ ኣብቲ ታምኔል ጌሮሞ ያህ ይግበእኒ እዩ ቸንኩ ብሓቂ መሪር Thank you ሰልጠነ። ዳህላክ ናብ ንሆም ዘመሓላለፈቶ መጠንቀቕታ፣ ንደቂ ኣንስትዮ ኣውስትራልያ ክሰርሓለን እየ፣ ጉዳዩ ድማ ናብ ፖሊስ ክሰጋጉር'የ ዝበለትሉ ምኽንያት ኣብ ናይ ሎማዕንቲ መደብና ሒዙልኩም መጺኡ ኣሎ። ኤርትራዊት መጠን ሓላፍነት ስለ ዝወስድ ኣብዚ ዘለኽዎ ኮሚኒቲ ብኢንግሊሽ ቶርጊመ እቲ ናትካ ቪድዮ ኩሉ ዳውንሎድ ገይረዮ ብኢንግሊሽ ቶርጊመ ነተን ኣውስትራልያዊ ደቂ ኣንስትዮ ኣብዚ ቪድዮ ክሰርሓለን እየ ነቶም ፖሊስ ኣብኡ ዘለዉ ከኣ ናይ ኣውስትራልያ ከኣ ጸወታ ከይመስለካ ከኣ ክሰደሎም እየ። እዚ ሌካ ሌካ ማስቲካ ወይውን ባሽኮታ ኣይኮነን ክሳብ ዓድና ኣይንቕበሎን ኢና ዝበለ ሓድሽ ተቓውሞ ዝጀመረ መን እዩ? ዕላምኡኸ እንታይ እዩ? እዚ ሌካ ሌካ ወይ ከኣ ማስቲካ ወይ ከኣ ብሽኮቲ ኣይኮነን። እዚ ነረኩቦ ዋላ ግሎባል ይምጻእ ዝኸም ግሎባል ይምጻእ ነረኩቦ የለን ክሳብ ዓድና ንኣቱ። ነዚኦምን ካልኦትን ዝተፈላለዩ መሃርትን ኣዛናጋዕትን ኣዛነይትን ዝበልኩዎም መደባት ሒዘልኩም ኣብ ግዜይን ኣብ ሰዓተይን መጽየ ኣለኹ እሞ ንመደብና ላይክ ጌርና ብምጅማር እቶም ሓደሽቲ ዝኾንኩም ከኣ እንቋዕ ናብ ገዛ መትከላውያን ኩቡራትን ሑፉራትን ይሕዋኩም ብሰላም መጻኩም እንዳበልኩ ማለት እዩ ናብ መደበይ ከብለኩም እየ ደጊመ ደጋጊመ ሰናይ ምክትታል ንቪድዮና ላይክ ጌርና ንጀምር ሌትስ ጎ ዘለናዮ ሃዋህው ቅንያት ቅንያት ረዚን በዓል ዒስራ ሰነ እዩ ብምክንያት ዒስራ ሰነ ኣብ ዝተፈላለያ ሃገራት ኣብ ዝተፈላለያ ዓለማት ማለት እዩ ብክብ ዝበለ ብምዕሩግ ኣገባብ እናተጸንበለ እዩ ዝርከብ ዘሎ

ብእግርን ብመንኪናን እዮም ሰልፊ ኣካይዶም ደጊመ ደጋጊመ ክብርን ሞጎስን ንሰማእታትና እንዳበልኩ ናብ ዝቅጽል ቪድዮና ከብለኩም እየ እንዲያሞ። ኦኬ ጽምዶ ቡዙሕ ነገር ሒዛትልና እንዳ መጸት እያ ትርከብ ዘላ ኩቡራት ተኸታተልትና ሎማዓንቲ ከኣ ሻምናይ ካሚንሶን ኣወል ስዒድ መጸና ኣሎ ዌልካም ዌልካም ብሰላም ምጸና በሉለይ ብሰላም ምጸና ቡዙሕ ተስፋታት እዩ ዘለዎ ድመስል ኣብቲ ፖስተር ተጠቂዑ ዘሎ ሪኢኽሞ ኢኹም ቡዙሕ ተስፋታት እዩ ዘለዎ ዝመስል ማዓት ሰባት ዘይተደለየ ውጻኣት ንውጻኣት ማይ ክምድሕውሱ ጌራቶም ስለ ዘላ እዛ ጽምዶ ጽምዶና ንቅድሚት እዩ ጌና ገስጋስ እዩ ኣብ ዓወት ጥራይ የራኽበና እንድያሞ ኦኬ እምበኣር ክቡራት ተኸታተልቲ ከምቲ መጀመርያ ክንሪኦ ዝጸናሕና ማለት እዩ ናይ ኣወል ምስ ጽምዶ ተታሒዙ መዓት ነገራት እንዳረኣና ኢና ንመጽእ ዘለና ብጣዕሚ ደስ ዘብል ከኣ ምስ ናይ ጽምዶ ዝተሓሓዝ ምስ ህዝቢ ኤርትራን ኣምሓራን ኮታ ሱዳንን ኢትዮጵያን ብሰላም ብፍቅሪ ክንነብር ኢና ንደሊ ብምባል ዶክተር ደብረጼን ገሊጽዎ ኣሎ እንድያሞ ናብኡ ከብለኩም እየ ምስ ናይ ኤርትራ ውን ተጀሚሩ ዘሎ ገሊጽዎ ስለ ዘሎ ሓቢርና ንስማዓዮ። በዚ ኣጋጣሚ ክፍለጥ ዘለዎ ህዝብና ምስ ዝኾነ ህዝቢ ዘባእስ ሕዝቡን ካሊእ ጉዳይ የብሉን። ምስ ህዝብታት ዓምሓር፣ ኣምሓራ፣ ዓፋር፣ ኤርትራ፣ ሱዳን ይኹን ካልኦት ህዝብታትን ኢትዮጵያ ብሰላም ምንባር ካብ ድኽነትን ድሕረትን ብምውጻእ ጎደና ምዕባለ ምርጋጽ እዩ ባህግና። ብምዃኑ ውድብና ህወሓት ኣብዚ እዋን ኣብ መንጎ ህዝቢ ኤርትራን ትግራይን ዝፍጠር ዘሎ ናይ ህዝቢ ንህዝቢ ርክብ ተጠናኺሩ ንኽጽልን ተመሳሳሊ ርክባት ምስ ካልኦት ጎረባብቲ ህዝብታት እውን ትኹረት ተዋሂብዎ ክፍጸምን ኣድላይ ዘበለ ጻዕሪ ከም ንገብር ክነራግብ ንፈቱ። ኣብ መወዳእታ
ከምዚ እዩ ዘሎ እቲ ጽምዶ ከምዚ እዩ ዝኸይድ ዘሎ ልክዕ ምስ ወደኣ ዶክተር ደብረጽዮን ከምዚኣ ጌሮም እዮም ኣጣቂዖምሉ እሞ ንሕና ከኣ ኣብ ዘለናዮ ከምዚኣ ጌርና ነጣቕዕ ጽምዶና ንቕድሚት እዩ ጌና ዓወትና ብሕጂ እዩ እሞ ከይተሓለልና ክንሰርሓሉ ኢና ኩላትና ካብዚኣ ከይወጻና ማለት እዩ ክቡራት ተኸታተልቲ ምዚኣ ትኸይድ ንእሽተይ እንዳሰሓቕና ቁም ነገር እንዳወሰድና እስከ ንኺድ መራሒና ዕንዱ ንዓለም ቦሻዕ ብዛዕባ ናይ ጽምዶ ዲስካስ ይገብር ኣሎ ምስኣ ይዘራረብ ኣሎ ኢሂን ምሂን ይበሃሃል ኣሎ። እንታይ ይብሉ ኣለዉ ሓሳቦም ከኣ እንዳ ሰማዕና ንኺድ እንድያ እሞ ናብ መራሒና ክበለኩም እየ። በቃ እቲ ናይ ቅድሚ ሐዚ ዘሎ ገለ መለ ፅልኢ ኣለዋ ረድኤኪ ኣብያ ዘላ ነዚ መንእሰይ ከኒ ሕማቅ ነገር ብካሊ እያ ትብኩሎ ዘላ። ንመን እዩ ጓል ኣሉላ ትበሃል ናይ ብርዒ ስማ ክትሪኣን ገለ መለን ቅንፍዝ ኢሎማ ቅንፍዝ ጽብቅቲ እያ ካብ ቅንፍዝ ገለ ድለይላ እስኪ ባዕልኩም ገለስ ገለ ውጹላ እስከ ባዕልኩም ካብ ቅንፍዝ ቅንፍዝ ጽብቅቲ ፍጥረት እያ። ንሳን ፎርማን እዛ ጓል ኣሉላ ትበሃልሲ ወላ ሓንቲ ገጽ ተረኽብናላስ ቁሩብ በቃ እንድዒ ኣነስ እንታይ ኢለ ሓስብ ገጽ ተረኽብናላሲ ካብ በዚሲ በዚ ድሕሪት ክንላጸያ እሞ ካልእ ገጽ ተረኽብናላ ክንፍትሽ ኢና። ትውኩላ ዘላ እኳ ን ርዲግ ኣይትፋቀሩ በቃ እዚ ንዓና ኣይድለናን እዩ ሞት ይሕሸና ኩናት ይሕሸና በቃ ኣይንደልና ፍቅሪ ትባሃል ሰላም ትባሃል ኣይንደልና እቲ ተሪፉ ዘሎ ትግራዋይ ይጥፋእ ትብለላ ንባዕላ ትወርድና ንባዕላ ሲ ይብለኪ ዘሎ ኣይትከይድና ታይ ምሲላ ኣብ ደገ ዘለና ኣፍና ንሓዝ ኢልና ኢና ኣደታትና ንኣደ ሕጂ ኣነ ትገርመኒ እዛ ጓል ኣሉላ ትባሃል ሲ ኣብ ዝኮነ ቪድዮ እሞ ረእይዋ ኣስተውዕሉላ መጽያ ትዛረብ እሞ ድኮነ እንድሕር ትርር ትልዋ ጸግዒ እንድሕር ተደልያ ወይ እታ ባንዴራ ኣምጽያ TDF እኮ እያ ኣነሰይ TDF እየ ካብ TDF እየ እንደ ወሪደ ኢላ ነዛ ሰብ ሳክት ኣብ ጎና ንክኾኑ መታን ነት TDF ተልዕል ወይ እታ ባንዴራ ናይ ትግራይ ተልዕል በይናሲ ተጻሪፋስ ወይ ብዝገበረቶስ በይና ኮንፊደንስ ጌራስ ወጺኣ ኣይትፈልጥን እያ በቃ ጸግዒ ናብ ቲዲኤፍ ጥራይ እያ ትሕባእ ናብ ትግራይ ትግራውነትን ጥራይ እያ ትሕባእ እንዲያ እሞ ትግራይን ርኢና ኢና ከን ኣብ ጽምዶ ከመይ ርኢናየን ነቢዔን በቃ ተኣኪበን በኽየን ሓዚነን ተሓጉሰን ከን እንታይ ይብሉና ኣለዉ ንዓና ሕጂ ወላ ሓደ እዚ ተዛሪብና ተዛሪብኪ ተምፅኦ ለውጢ የለን ጓል ኣደይ መዓረይ ኣነ ተዛሪበ ለውጢ የለን ተምፅኦ ከን የብልክን ወላ ሓደ ሰብ ከ ዝሰማዓኪ የለን ኣነ ኣደይ ኣደይ ዝኣተወታ ዝኣቱ ኣቦይ ዝኣተወ ዝኣቱ ኣርባ ኣርባዕተ ነጥቢ ኣቦይ ተተቐቢሉ ኣደይ ተተቐቢላ ተተቐቢለ የለ ፈቴደ ብፍጫ ካብ መንደ ወፅየ ደናተይ ሃገር

ወዲእና ኣለና ናይ ቅድሚ ሕጂ ኩሉ ነገራት ገዲፎም ሰላም ይረግሙ ኣለዉ ይቁጽሉ ኣለዉ ክንቅትልና ከን ኩሉ ግዜ በቃ ክንቅትልና ኢና ሰላም ኢና ዝድልየና ካላይ ካዓ ናይ ጦርነት መጨረሻ ኩሉ ግዜ ጣውላ እዩ በቃ ተወዲያ ኣላ ትዋጋእ ትዋጋእ ትዋጋእ ካኡ ትርጉም ከምዘይብሉ ምስ ተረዳእካ በጣ ኣብ ጣውላ ኢካ ትፈትሖ ኩሉ ነገራት ብምርድዳእ እዩ ዝፍታሕ እምበር ዓለማት እኮ ይዋጋእ እኮ እየን ንሕና ጥራሕ እኮ ኣይኮናን ጀሚርና Thank you, thank you, Ulla. Yeah.

ዕንዱ ዕንዱ ዕንዱ ዕንዱ ዋይዘወይ ማለት እዩ ክንቃለሶም እዩ ዘለና እዚኦም ከምዚኦም ዓይነት ንክልቲኡ ህዝቢ ደየፋቕሩ ኣብ መንጎ ባእሲ ዝረብሑ ሰባት ወይ ከምኡ ኢሎም ብፅልኢ ዝነብሩ ሰባት ዝደልዩ ኤርትራን ተጋሩ ብፅልኢ ክነብሩ ዝደልዩ ነዚኦም ክንቃለሶም ኢና ተጋሩ በቲ ብኣኹም ዘለዉ ሰባት ነዚ ናይ ፅምዶ ዘይድግፍዎ ወይ ውን ክባላላዕ ዝደልዎ ነዚ ክልተ ህዝብታት እስኹም ንዕኦም ሓዝዎም ጽቡቅ ጌርኩም ሓዝዎም ኣትሪርኩም ሓዝዎም ንሕና በዚ ዘለናዮም ክንኣኽሎም ኢና ሽግር ዘለዎ ኣይኮነን ሓለን ግና ነዊሕ እዩ ናብ ዝኸድዎ ከኣ የብሎምን። ፊሊም ሰልጠነ ኣብ መጀመርያ ሰልጠነ መጽዩ ደስ ትብል ብሽምና ሰሪሖም ገለ ኢሉ መቸም ተዛሪብላ ኔሩ ሕጂ ከኣ ብሽምና ሰሪሖም ኣርባዕተ ሚእቲ ሽሕ ቪው ተራእዩሎም ኢሉ ይኸስስ ኣሎ ባዕሉ ዝነኣደ ብ መጀመርያስ ባዕሉ መጺኡ ይነቅፋ ኣሎ እስከ ንዑ ናይ ሓቢርና እስከ ንእሽተይ ንስሓቅ ኣብ ላዕሊ ከኣ ናይ ኤሊ ምዋልና ስእሊ ኣደላ ድያሞ። ሽምካ ጌሮም ሲ ኣርባዕተ ሚእትን ዕስራን ሰለስተን ሽሕ ሰብ ሪኡሎም ሰልጠነ ዝብል ሕጂ ከኣ እዛ ብካ ዘይመትካ ትብል ናይ መለይ ስእሊ ዘለዋ ጌሮም ተዋስኦ ድራማ ኣብላታ ዘላ ኣብዛ ሰልጠነ ትብል ክንደይ ሽሕ ዶላር ረኪቦምላ ኣለዉ ኣርባዕተ ሚእትን ዕስራን ሽሕ ኣርባዕተ ሚእትን ዕስራን ሰለስተን ሽሕ ሲ ኖርማሊ ዝሰርሕዎም ፊልምታት ክንዲዚ ሽሕ ሰብ ኣይርእየሎምን እዩ ሽዑ ቴንክ ዩ ሰልጠነ ኣርባዕተ ኣታ ተኾንካ እታ ሰልጠነ እታ ሽምካ እታ ሰልጠነ ተባሂላ ሰልጠነ ኣርእስቲ ስለ ዝሃብዋሲ ብኣስ ኣርባዕተ ሚእትን ገለን ሽሕ ተራእዩሎም ትብላ ኣለኻ በዓል ሽሕን ሰማንያን እንዶ ርእዮ በዓል ሽሕን ሰማንያን ኣቲኻ እስከ ርእዮ እቲ ቪው ክሳብ ክንደይ ላዕሊ ዝኸደ እዩ መዓት ፊሊማት ኣሎ ኣይትሪኦን ኮንካ እምበር ንምጽላም ደኣ ትጓየ ኮንካ ነቶም ተዋሳእትና ኣርቲስትናን ከተጸልሞም ደኣ ትጓየ ኣለኻ እምበር መዓት እዩ ዘሎ እዛ ሰልጠነ ከኣ እስኻ ጥራይ ኣይኮንካን ሰልጠነ ዘለካ ኣብዛ ዓለም መዓት ሰልጠነ እዮም ዘለውና መዓት መዓት ሕጂ ኣብ መወዳእታ ዝሰልጠነ ዝበሃል ከኣ ድሰልጠነ እዩ ሳኣሳብ ሕጂ ኣይሰልጠንካን ደለኻ ኣበይ ኢኻ ደሪቕካ ደለኻ ሕጂስ ንዓኻ ከይመስለካ ኣይትኽሰስ ኣቲ ሚእቲ ሽሕ ቪወርስ ተራእየልና ክብሉ ከኣ ኣብቲ ታምኔል ጌሮሞ ያህ ይግበእኒ ኢትዮም ከይትሓሱ ነብዕኩም ተንኪው ሰልጠነ ኣርባዕተ ሚእቲ ሽሕ ሰብ ሪእዩማ ኢሎም ሲ እታ ፖስተር ቀይሮማ ማለት እዩ እወ ሕጂ ሳላና ክንድዚ ድኣክል ቪወርስ ረኺብኩም Thank you ክትብልና ጽቡቅ እዩ ይግባኣና እዩ ዘይግባኣና ዶ ኮይኑ እንተኾነ ግን ትሕዝቶ ዚሮ ስቕ በል ሎኽሳስ
ሎኽሳስ እየ ሎኽሳስ እንታይ ንዓኻ ጥራይ ከይመስለካ ሰልጠነ ካልእ ሰልጠነ መዓት ሰባት እዮም ዘለዉ በዓል ኣርያም ዝበሃላ ስራሓ ነይረን ምሽ መዓት መዓት በሽማት ፊልም ተስርሐ ኣሎ ሕጂ ነብሲ ወከፍ በተን ፊሊም ኣብዚ ማስ ሜድያ ዝተፈልጡ ሰባት ብሽመይ ተሰርሓ ኢሎም ክዛረቡ ማለት'ዩ ከምዛ ናይ ዕንዱ ዝነበረት ማለት እኮ'ያ ዕንዱ ዕንዱ ነገር ኣጉ ይርገለት ምሽ ነይራ ዕንዱ መጺኣ ለዋንጣ ናእተይ ደርፊ ኣነ ባዕለይ ኣስሪሐያ ዝበለና ከምኣ ገይርዋ ከኣ ዝበቃ። እታ በቃ እቲ እቲ እንታይ ዝበሃል ጥራይ ታምኔል እቲ ፖስተር እቲ ካቨር ጥራይ ኮይኑ ትሕዝቶ ሲ ካልእ ክትገብርሉ ኣለዎ ኣጽሚኹማ ኣጽሚኹማ ሸቃቕጣ ጌርኩማ እታ ተዋስኦ ሕጂኻ እዛ መለይ ለማ ዘለዉ
ሸቃቕ ጥራይ ክመልኡኻ ከማን ነይሮም ጽቡቅ ጌሮም ንዓኻ ተሓሲቦማ ብትኽክል ንዓኻ ኣይኮኑን እንድዮም እንተኾይኖም ከኣ በቃ ሽንቲ ቤት ብሽንቲ ቤት ጽቡቅ ጌሮም ክመልኡዋ ነይሮም ሽዑ ሰልጠነ ክትብል ከለኻ ሽንቲ ቤት ትዝክረካ ማለት እዩ
ካብዚ ብምቅፃል ማለት እዩ ብጣዕሚ ሓደ ደስ ዘብል ብስራት ከበስረኩም እየ ማለት እዩ ብዙሓት ሰባት ዝተሻቀልኩም ነርኩም ብዙሓት ስነ ጥበባውያን እውን ከምኡ ተሻቀልኩም ነርኩም እቶም ዝሰማዕኩም ሰሚዕኩም ነርኩም ኢኹም እቶም ደይሰማዕኩም ግን ደዊልኩም ደሃዩ ደሃዩ ደሃዩ ትብሉ ነርኩም እሞ ደሃይ ስነ-ጥበባዊ ሄኖክ ታረቀ ኣብ ዝሓለፈ ካብ ካምፓላ ተታሒዙ ኤርትራ ኣትዩ ኔሩ። ሎማዓንቲ ጊን ሓደ ደስ ዘብል ሲልቫና ሲልቫና ሲልቫና ተስፋይ ሳርፕራይዝ ትገብር ኣብ ኤርትራ ማለት እዩ። በዚ ጋጣሚ ናብ ሲልቫና ኣብ ቲክቶክ ኣላትኩም ሲልቫና ተስፋይ ኣብ ዝኾነ ሳርፕራይዝ ክትገብሩ እንተለሊኹም ናብ ኤርትራ ሲልቫና ተስፋይ ኢልኩም ብቲክቶክ ረኺብኩም ተሌፎና ሂብኩም ተሌፎና ረኺብኩም ደዊልኩም ሳርፕራይዝ ክትገብርልና ሳርፕራይዝ ግበርልና ኢልኩም ክትብልዋ ትኽእሉ ኢኹም ኮምኢታት እያ ትሰርሕ ኣዝያ ንፍዕቲ እያ ሲልባና ባይ ዘ ወይ ሲላ ሓፍተይ ኣብ ዘለኽዮ ከኣ ሰላምን ጥዕናን እምነየልኪ እንዳ በልኩ ማለት እየ ንሄኖክ ኣይ ሚን ጌጋ ክልኣለይ ወይ ንዕኡ ወይ ንፋዘር ንፋዘር እዩ ይመስለኒ ሳርፕራይዝ ይገብርዎ ኣለዉ እሞ ኣብኡ ከሎ ከኣ ሄኖክ ሓውና ርኣይዎ።

ብዝኾነ እዚኣ ትመስል እታ ቪድዮ ክብርን መጎስን ነቶም ወሊዶም ሓብሒቦም ዘዕበዩና ወለዲ መጀመርያ እሞ ሄኖክ ሓውና ከዓ ርኢናዮ ዘይተሓሰበ ከማንሲ ስድርኡን ፋሚልኡን ረኺቡሲ ፅቡቕ ዝኾነ ግዜ የሕሊፉ ኣሎ እቶም ተሻቒልኩም ዝነበርኩም ድሃይ ሄኖክ ሓውና ንበልኩም እንድያም ናብ ዝቕጽል መደብና ክንከይድ ኢና። ንእሽተይ እስኪ ምስዛ ናይ ኪሮስ ቪድዮ ምስ በዓል ማይናስ ገለ ሕውስውስ ኣቢሎም ዘቕረብዎ ኣለዉ። ምስ ህዝቢ ትግራይ ክንሰርሕ ኢና፣ ምስ ገለ ክንሰርሕ ኢና፣ ምስ ገለ ክንሰርሕ ኢና እዩ ዝብል ዘሎ። ጽቡቕ እንድያሞ ንሕና ከኣ ሓቢርና ንስሓቕ ምስታ ጌሮማ ዘለዉ ኤዲት። ህዝቢ ትግራይ ክንሰርሕ ኢና። ውይ የምነካን እየ። ናይ ግድን ናይ ግድን ካልእ ኣማራጺ ከኣ የብልናን። ኦህ ንጥዕና በሎ ንጥዕና። ካልእ ኣማራጺ ከኣ የብልናን። ናይ ስኒ መምሲሏ ርብቃ።
ምስ ህዝቢ ትግራይ ክንሰርሕ ኢና። ውይ ኣይምነካን እየ። ናይ ግድን ናይ ግድን ካልእ ኣማራጺ ከኣ የብልናን። ኦህ ንጥዕና በሎ ንጥዕና በሎ ሸበድበድ ኣይፈተኽዎን ነብሰይ ግንብንብ እዩ ዝብለን ደሎ። ምስ ሱዳን ኮይንና ክንሰርሕ ትደልዩ ኣለኹም ብሱዳን ክንኣቱ። እቲ ቀዳማይ ተዛረብካያ እባ ዘኩሮ።
ደይከውን። ብሱዳን ክንኣቱ ደይከውን።
ኣማራፂ እምበር የብልናን ብቡቱር ከላም እኮ ቢቢሲ ቀይርካና ብዘይካ ብትግራይ ጌርካ ናብ ኤርትራ መንገዲ የለን ዋይ ሞሲባ እዚ ይርዳእኩም ዲ ክብሎ ምደሊ መንገዲ ከዓ የለን እምበር ካልእ ኣታ ካብ ዕለ ዲኻ ወቕቲ ከም ስትኸልም ዘለኻ ወይ
ኣሞራ ተቐይርና እንዳነፈርና ይሰውረን
እሞ ሪንጉቶን ካል ይሎሊለያ ናይ ቴሌፎን ካ ሪንጉቶን ይሎሊለያ ብሰማይ ሰማይ ክትነፍር ኣታ ኪሮስ ይሰውረና
ኣታ ኣምላኽ ኣቦይ ናይ ግድን እዩ ናይ ግድን ናይ ግድን ኣይኮነን ንዑ ተቃለሱ እንዳበሉና ሲ ኣብ እግሮም ወዲቕና ኣንታ እቲ ክፉእ ተውዕሎ ርእስኻ እዚ ብእውነት ኢለ ኣብ ሰናይ ነገር እንተተውዕሎ ሚልዮነር ምኾንካ ኣብ እግሮም ወዲቕና ከማን ለሚና
ወይ ጉዳ
ህዝቢ ንምድሓን ህይወት ሰባት ንምድሓን ተኸፍል ኩሉ ትልምን ከምዚ ዓይነት ደረቐኛ ለማን ርኢ ይፈልጥኒ ኣነ
ብጣዕሚ ብጣዕሚ ብጣዕሚ ትናኣዱ ትናኣዱ ኤዲተራት ትናኣዱ በቃ ሚእቲ ካብ ሚእቲ ትናኣዱ ቀፅሎ በጃኹ ይኸፍል እስከ እንዲያ ወወልና ኣብ ዝቕፅል መደብና
እዚኦም ኩሎም ናብኡ ተራኺብና እሞ ንዘራረብ ኣብ ሓደ ቦታ ናብ ሓደ ቃልሲ ንኺድ ምስ ተባህለ ዋእ ባይቶ ዶ ገለ ዶ ዝበሃል የለን ሓደ ፕሮጀክት ሒዝና መጺእና ኣለና ጉለባል ዶ ገለ ዝበሃል የለን ነዚ ፕሮጀክት እዚ ኣሚንኩም ክትከዱ ኣለኩም ምስ ተባህለ እቶም ናይ ኢትዮጵያ ኸኣ ሕቶታት ኣለና እዚ ሕቶታትኩም እዚ ጽባሕ ኢና ንምለሰልኩም ሕጂ ጽን ኢልኩም ጥራይ ስምዑና ብድሕሩ ከኣ ሕጂ ሓለፍትኹም ብሓው ውፉይ ማለት እዩ እንታይ ይባለና ኪሮስን መጨጨን መራሕትኹም ነዚኣ ተቐቢልኩም ትኸዱ ኣይተቐበልኩምን ከዓኒ ንዓኹም እዩ ዝምልከት መንግስቲ ተዋሂብና ሕጂ እዚኦም እዮም መራሕትና እዚኦም ሒዝና ከዓኒ ንሜዳ ክንከይድ ኢና ዋሃ ሕጊ ዘይብሉ እዛ ናይ ብቐዳማይ ዝነበረት ኩነታት ኣኼባ ዝነበረት እያ ኣብ ኣዲስ ኣበባ። ውፍይ ውፉይ ኪሮስን መጨጨን እዮም ሓለፍትኹም ምስ በልዎ እንታይ ክብል እዩ ስምዖ እታ ዝነበረት ሃዋሁ ምክንያቱ ክበልዎ ኣይክእሉን እዮም ከመይ ገይሮም ክቕበልዎ ማንም ዘይፈልጦም ሰባት ብኢደ ዋንኖም ነፊጾም ዝመጹ ሰባት ኣብ ኣዲስ ኣበባ ንሕና ኢና ሓለፍትኹም ክብልዎም እንዲያሞ። መራጺ ዘይብሉ መን መሪጽዎም ናብኡ ከምኡ ክኸውን ተኻኢሉ። ስለዚ እዚ ኣይከውንን ኢሎም እቶም ባይቶ ናይ ኢትዮጵያ ከኣ ኩሎም እቶም ናይ ፈጻሚት ናይ ኢትዮጵያ ከኣ ኩሎም ኣብ ክሳይ ቢሉ ካልኣይ መዓልቲ እውን ተራኺብና ማለት እዩ። ኣብ ካልኣይ መዓልቲ
ኩሉ ግዜ ከምኡ እዩ ከይተጸውዐን ከይተዓደመን ዝኸይድ ፈሺሉን ሓፊሩን እዩ ዝምለስ ፈሺሎም ሓፊሮም ከኣ ይምለሱ ኣለዉ ዝገብርዎ ዝነበሩ ኩሉ ብምስጢር ዝገብርዎ ነበሩ ከኣ ፋሕ ይብል ኣሎ እዚ ማስ ሜድያ ከም ንርእዮን ከም ንዕዘቦን ዘለና ማለት እዩ እንድያ እሞ ንሶም ፋሕ ክብሉ እዮም ንሕና ከኣ ናባኹም ሼር ካብ ምባል ከኣ ድሕር ኣይክንብልን ኢና።
እዚ ሌካ ሌካ ወይ ከኣ ማስቲካ ወይ ከኣ ብሽኮቲ ኣይኮነን እዚ ነረኩቦ ዋላ ግሎባል ይምጻእ ዝኸም ግሎባል ይምጻእ ነረኩቦ የለን ክሳብ ዓድና ንኣቱ እንዳበለ እዩ ብንጹር ዝዛረብ ንሱ ማለት እዩ እሞ እዚ ጉዳይ እንታይ እዩ ኖ ባዕለይ ኣለኹዎ ንዓይ እመን ስጋ ደይ ገለ እንዳበልካ እንትትመሓላ ምእማን ንሰብካ እዚ ዝፈጥር ንዳይ ሕጂ ክንመሃረሉ ኣብ ሃብቶም ኣሚና ኣነኻ ነቲ ኣብ ኩናት ከዳኣ ንክትኣቱ ምሒልካ ኣነ ይጠልመኩምኒ ኢልካ ምሒልካ ገለ ክትኣቱ። ይኸዶ ነይረ ማለት እዩ ድሕሩ እሞ እንታይ እዩ በቃ ዋላ ሓንቲ ነገር ከይፈለጥና እንተ ከይድናስ እንታይ እዩ ክገብር ዘለና ኣነ ዝብል ሃብቶም ከዓ ናብ ናይ ፀጥታ ናይቲ ዓዲ ዘለው ንዓይ ኣላልዩኒ ብድሕሩ ነቲ ኣብኡ ዘሎ ከይድታት ብምልኡ ነቲ ኪሮስ እዩ ዝህበና ነቲ ታሽሙ ሕጂ እውን ክንፈልጥ እንተ ኮይና ንመንእሰይ ወይ ከዓ ዝቃለሱ ቆርኒ ክትመልኡ ኣለኩም ንበሃል ኦኬ እንተ ክመልእ ኮይኑ ክንመልእ ክንክእል ኣለና እቲ መንእሰይ ግን ሓደ ሕቶ ኣለዎ ኩሉ መንእሰይ ግን ነቲ ኣብቲ ሰሚናር ዝነበረ ኣካይዳ ብምሉኡ ደስ ኣይበሎ ኣብቲ ሰሚናር መንእሰይ ናይ ኢትዮጵያ ብዙ ዝበዝሐ ማለት እዩ ውሑድ ዝበርሀሎ ክህሉ ክእል እዩ ዝበዝሐ ግን በቃ ሕቶ ኣለና ሰሚናር ክንግምግሞ ኣለና ንሕና ከም ሰብ ኢና ተኣኪብና እምበር ንሕና እንታይ ኢና ክንገብር ናበይ ኢና ክንከይድ ንሓቶ ሕቶ ኣለዎ ባይቶ ወይ ከዓ ሕግና ንሕና ከም ኩለን ሃገራት ንሕና እውን ባይቶና ክንገብር ኣለና ኢሉ እውን ይሓትት ነይሩ ማለት እዩ
ረእይዎ እቲ ዘሎ ኩነታት እቲ ዝነበረ ኩነታት እቲ በዓል ኪሮስ መፂኦም ደይነብሶም መሲሎም መፂኦም ዝተዛረብዎ ኣብ ሜድያን ዝነበረ ኣብቲ ሃዋኹ ኣብቲ ሜዳን ኣብ ሜድያን ኣብ ሜዳን በበይኑ እዩ ነይሩ ኣብ ሜዳ ዝነበረ እንታይ ይብልኹም ኣለዉ ትሰምዖም ኣለኹም ዋላ እቲ ህዝቢ ሲ ተኣኪቡ ዝሰምዖም ነበረ ጉበሩ ምስ በልዎም ሕቶታት ኣለና ኢሎሞም ነቲ ሕቶ ክምልሱ ስለ ዘይክእሉ ዋላ እውን ክዋጠሩ ስለ ዝኽእሉ ካብኣ ክሃድሙ እዮም ፈቲኖም ድሒሩ መፂኡ ከዓ ምስ ሰልጠነ ዝገበርዎ እፉይ ከዓ መጸዋዕታ ምስ ገበርናያ ትመጹ ቅድመ ኩነት እዩ ደሎ እዚ ኣብ ምድላው እዩ ዘሎ ሬድ ምስ ተባሃልኩም ግን ኣብ ናይ መወዳእታ ተበገሱ ምስ ተባሃልኩም ግን ትመጹ ኢሉ ተዛሪቡ ማለት እዩ ነታ ዝነበረት ኩነታት ፈሒላትና ንኸይብሉ ምክኒት ኣምጺኦም እንታይ ጌሮማ ዓባቢሶማ ዕበሳ ዕበሳ ጌሮማ ማለት እዩ
ናብ ኤርትራ ኣቲኻ ሰብ ክትቐትል ኢኻ ካልእ ኣሕዋትካ ኢኻ ክትቐትል ንዝብሉ ሰባት እንታይ ምበልካ ኢኻ ኣሕዋትካ እዋ ንህዝበይ ከድሕን ሓወይ ይቐትል ሓወይ
ኣታ እንታይ ዓይነት ሕቶ እዩ ደሓቶ ሓውኻ ትቐትል ዲኻ ኢሉ ሰሓቶ ተሓዉ ከገድፎ ድዩ ዝገድፎ ድዩ ተሓዉ
ሓደ እዩ ህዝቢ ህዝቢ ሃገር ሃገር እያ ሓደ ንሕና ብመሰረቱ ናብ መን ንኸይድ ኣለና ንፈልጥ ኢና ኣነ እኮ ኣሃዱ ኣላትኒ ጋንታ ኣላትኒ መስርዕ ኣላትኒ ክፍለ ሰራዊት ኣላትኒ ካብ ክፍለ ሰራዊትና በዓል መን እዮም ድዋግኡና በዓል መን እዮም ደይዋግኡና ንፈልጥ ኢና ኣታ ኪሮስ ሓውና እ ናብኦም ንክትበጽሕ ትሓልፎ መስገደላት ኣሎ እቲ መስገደላት እቲ ግን ተረዲእካ ኣቲካ ድዩ ዘሎ ንኣብኡ ናብኡ ንክትበጽሕ ሲ ክንደይ መስዋእትታት ነገራት ኣሎ ንዕኡ ንክትበጽሖ እዚ ትብሎ ዘለኻ እዚ ብሕጂ ኮፍ ኢልካ ክትዛረቦ ጥዑም ንክትገብሮ ግን ዝኸብድ ሓሲብካዮ ኣለኻ ዲኻ
ተስዓን ሓሙሽተን ሚእታዊት ምሳና እዩ ናትና ፀሊዒ ኣብ ክንዱ ኢና ንዛረብ ዘለና እዚ ኮ ፍልጥ ይሰራሉ እዋ ኣብ ክንዱ ይኮንኩምን በጃኹም ኣብ ክንዱ ተትኾኑ ቀደም ቀደም ምሓመም ኩሉ ኣብቲ ሕማቕ ግዜ በልዎም ቅተልዎም ጨፍጭፍዎም ሓደ ሙሩቕ ከማን ክተሓዝ የብሉን ክጠፍእ ኣለዎ ትብሉ ዝነበርኩም ሲ ሕጂ ከክንዱ ከመይ ከክንዱ ከክንድኡ ማለት ከመይ ማለት ኪሮስ? ናይ ኤርትራ ደርፊ ናይ በዓል ወዲ ትኹል ኣጥፊእኹም ኣይኮንኩምን ዲኹም ብናይ ትግራይ ትስዕስዑ ዝነበርኩም? እንታይ እሞ እዚኣ ብናይ ትግራይ ባንዴራ ተሰኪምኩም ዶ ኣይኮንኩም ትስዕስዑ ነይርኩም? መን እዩ ክቕበለኩም ኢልኩም ሓሲብኩም? ሓዉ እግሩ ዝተሰንቀለ ኣቡኡ ዝተሰወ እስኪ ክበለካ ኢልካ ትሓስብ ኣለኻ ትገብሮ ዝነበርካ ይርደእካ እንዲ እዚ ኩሉ ፋሒሉ ዘሎ እስከ ቪድዮታትካ ቸክ እስከ ግበሮ ኮንፊደንስ ጌርካ ኣቲኻስ ክቕበሉኻ ኢልካ ትሓስብ ኣለኻ እንደ ኣተሓሳስባና ድኣ ክፈላለይ እምበር ናትና እዮም ንዋ ሕጂ ዘይኮኑ ናትካ ቀደም ዝኸሓድካዮም ሕጂ ናትና ትብሎም ከመይ ማለት ናትና ኣይናትናን እዮም ዶ ይኮንኩም ትብሉ ነርኩም ዓማፅ እዩ ዶ ይበልኩሞን ገባት እዩ ዶ ይበልኩሞን ኣጥፋኢ ቀታሊ ሰብ ዘማት ዓመፅቲ ቆልዑት ዶ ይኮንኩምን ኢልኩሞን ጀኖሳይድ ዝፈፀመ ሓራዲ ዶ ይኮንኩምን ኢልኩሞን ንሱ ዶ ይኮነን እቲ ሰራዊትና ሕጂ ሕዋትና እዮም ሕዋተይ ክቐትል እየ ገለ ክምሕረካ ዲኸሱ ይፈልጡና እዮም ንዕኦም ከም ትቃለስ ዘለና ብምንታይ ንዕኦም ከማካ ይፈልጡ ንዕኦም ከም ትቃለስ ዘለካ ድኣ ናብ ካልእ እምበር ትቃለሱ ነይርኩም
እሞ ሓወይ ኣብኡ ስለ ዘሎ ኣሕዋተይ እኮ ኣለውኒ ኣብኡ ስላ ሓወይ እንዲ መብኡ ዘሎ ኮይኑ እምበር ምተዋጋእኹ ነይረ ኢለሲ ሃገር ስእና ኣለኹ እያ ጠቕላላ እንታይ ኣማራፂ ኣሎሞ እንታይ እሞ ሃገር ደኣ ረኪብካያ እኒኻ እታ ኪሮስ ኣብታ ዝበልካያ ሲ ኣሃ ዓሰብ ቲሎምና ንቦም ቀ ኣስመራ ቲሎምና ንቦም ደቂ ኣምሓረ ቲሎምና ንቦም ብኣፍካ እኮ ረኪብካያ ኢኻ ኣብ ተግባር ኢኻ ደየረከብካያ ብተግባር ከኣ ኬድኩም ከኣ ኣብ ወረቐት ከኣ ዓሰብ ኣረኪብኩም ኤርትራ ንምሓዝ ከኣ ወዲእኹሞ ኢኹም ደየረከብኩሞ እኮ ደይገበርኩሞ ነገር ተሃልዩ እኮ ኣብ ባይታ ደይገበርኩሞ እዩ እምበር ኩሉ እኮ ጌርኩሞ ኢኹም ወዲእኹሞ ኢኹም ግን ብኣፍን ተግባር ደየለን ብምዃን እዩ እቲ ዝገርም በቃ ብኣፍ ጥራይ እያ ተተግቢራ ዘላ እዛ ነገር እምበር ኣብ ባይታን ኣብ ክውንነትን ካሊእ እዩ ዘሎ
ወያነን ኣምሓሩን እኮ ሕዋት እዮም ዶ ይዋግኡ ኣለዉ ክዋግኡ እዮም ናይ ምንባር ሕቶ እዩ ናይ ምቕፃልን ኢልካ ከዓ ደብረፅዮን መፂኡ ምስ ህዝብታት ኣምሓራን ኤርትራን ሱዳንን ኢትዮጵያን ሰላም ኢና ንደሊ ብሰላም ኢና ንፈትሖ ብሰላም ኢና ንውድእ ኩናት ድበሃል ኣየድልየናን እዩ እዩ ዘሎ እቲ ነገር ክዋግኡ እዩ ኮነን ተባሂሉ ሰሚዕኻዮ ትኸውን ተስፋ ገብር እዚ ሎማዓንቲ ደብረፅየን ዘርጊሕዎ ዘሎ ማለት እዩ እንተዘይኮነ ዘርጊሐዮ ኣለኹ ስምዐዮ ብዝኾነ ስነጥበባዊ ባሹ ሓውና ኣዝዩ ንፉዕ ብሉጽ ዝኾነ ተዋሳኣይ ኢዩ ኣጋጣሚ በርዝደዩ ምስ ዒስራ ሰነ ትብል ምስ ረኣኽዋስ ዋይ ንምንታይ ናባኹም ደየብላ ብምባል ኢለ ባሹ ተዋሳኣይ ትፈልጥዎ ኢኹም ንዕናይ ከርእየኩም ኢየ ምስ ዒስራ ሰነያ በርዝደዩ ዕድለኛ ኢዩ ኣብ ዒስራ ሰነ በርዝደዩ ኩሉ ሰብ ዶ ብዕለሉ ሽምዓ ጌሩ ውዕለሉ በዓል ኤርትራስ ገሊኦም መግቢ ጌሮም ከማን ዶ ውዕልዎ ኣለዉ በርዝደዩሲ ብኽብ ድበለ ትሓልፈሉ ዕስራ ሰነ ገለ ዋላ ምዃና ገለ ድኾን ሰስ ኣብ ዕስራ ሰነ ተወሊድካ እወ ከመይ ዳላ እዛ መዓልቲ ከባድ ገለ ብለካ ዕስራ ሰነ ገለ ምዃኑ ገለ ማለት እዩ እጂ ንዓይ ደስ ትብለኒ እያ ስለ ዝተወለድኩላ ከዓ ማለት እዩ ማዘር ኮም ትብል ነይራ ገለስ እንታይ እዩ ኩሉ ሰብ እዩ ድፈትወካ ንዓኻ ኣብ በርዝደይካስ ኩሉ ህዝቢ ኤርትራ ምሉእ እዩ ድፈትወካ ኩሉ ሰብ እዩ ሽምዓ ድውልዐልካ ገለ ትብል ኔራ ማዘረይ ከምዚ መቀባጠሪ ገለ ገለ ኣይርደን ኔሩ እንታይ ዕስራ ሰነ ገለ ይፈልጥ ኔረ ደሓር ገለ እዩ ዘርድእካ እንታይ እዩ ዕስራ ሰነ ገለ ገለ ማለት እዩ ሕጂ ሓቂ ዘረባ ከምዚ ተረጋጊእኻ ተብዕላ ገለ መዓልቲ ኣይኮነትን ምእንቲ ርእሱ እቲ መዓልቲ ከቢድ መዓልቲ ገለ እዩ ናብ ታሪኽ ናይ ሃገርና ገለ ማለት እዩ ሕጂ በቃ ክነሕልፋ ከለና ጌታ ከማይ የማታ ልክዕ ኣብታ ኣብታ መዓልቲ ገለያ በቃ ኣብቲ ናይ ምሸት ገለ ክኸውን ከላ ከም ገለ ተሸኒካ መጺኻ ኬክ ኣምጺኻ ገለ ተብዕላ ገለ እምበር ብዙሕ ኣሽሙ ገለስ ኣይገብራን ከምዚ ፈንጠዝያ ጌርና ወይ ገለ ገለስ ዘብዕሎ ገለ ኣሽሙ ብሃኸል መዓልቲ ኮይና ከትብል ዶ ኣይብልን ደስ ለኒ እታ መዓልቲ ሕጂ ንኣብነት ኒው ይር በርዚ ድዮም ሰባት ኣለዎም አዎ። ኬፍ ዘለዋ መዓልቲ እዩ ገለ ከምኡ ትብል ዶ ስኻ ብካዕስኻ ሰነኸይካ ገለ ከምካ ትፈልጥ
ኣውደኣመት ኣሎ በዚ ዘይገለመለ ጊን መዓልትኻ ክሳብ ተወለድካሉ ብኽብሪ ክተሕልፎ ጽቡቅ እዪ ዒስራ ሰነ ቁሩብ ክብድ ስለ ትብል ሽንግ ኢልካ ኢኻ ተሕልፋ ብል ኣሎ ኣማራጽ ስለ ደየላ ብዝኾነ ባሻ ሓወይ እንቋዕ ተወለድካ ሃፒ ፐርዝደይ እንቋዕ ተወለድካ ደጊመ ደጋጊመ ዝዓርከይ መዓረይ ዳያውን ኣብ ዝቅጽል መደብና
ጥራይ ዘይኮነት ናትካ ጸገም ዋላ ዕሽነት ውን ኣለካ ዕሽነት ውን ኣለካ ክንድዚ ዝኸውን ዕሽነት ኣለካ ሀ ሰንዓፈ ተበሉና ንህቦም ሀ ደቂ ኣምሓረ ተበሉና ንህቦም ሀ ኣስመራ ተበሉና ንህቦም ሀ ሽዑ ናብ ዓዲ ተከሌዛን ንኸይድ ሀ ሽዑ ባጽዕ ንኸይድ ሀ ደሓር ከ ሕስብ ነብል እሞ ኣቱም ሀ ረሲዕናዮ ነርና እምበር እዚ እኮ ናትና እዩ ንብሎም ዋይ ዋይ በስመ ኣብ ኣዳ ክንደይ ክሳብ ክንደይ ዕሽነት እዩ እዚ ከምዚ ዓይነት ዕሽነት እዚ ህፃን ከማን ኣይዛረቦም ህፃን ቆልዓ
ከምዚ ኮሜዲ ኮይኑ ዝስምዐካ ከምኡ ኢሉ ከዕልልሲ እንድዒ እሞ ወፂኡ ኪሮስ ያኽ ዳይ ወስከ ናብ ዝቕፅል መደብና ክንከይድ ኢና መቸም ስርዓተ ብልጽግና ናይ ኦሮሞ ፓርቲ ማለት እዩ ዓባይ ኦሮሞ ክሃንፁ ዝሓስቡ ዘለዉ ኣብ ኢትዮጵያ ማዕረ ክንደይ ተናዒቆም ከም ዘለዉ ዘርኢ ቪድዮ እየ ከርእየኩም ዝመረሮ ኢትዮጵያዊ ብኩድሪ ብካራተ ክቀራሲ መካይሉ ይፈታተኑ ኣሎ ኣብ ማእከል ጽርግያ ንሓደ ፌደራል ቅድም ኣዝዮም ዝፍርሑ ዝኽበሩ ሰባት እዮም ነይሮም። ኣብዚ ሰዓት እዚ ግን ዋላ እቲ ዝዝ ማዕረ ክንደይ መሪርዎ ጸሊእዎም ከም ዘሎ ዘርኢ ቪድዮ እዩ። ንሓደ ናይ ፌደራል እየ ዝብለኩም ዘለኹ ናይ ፌደራል እንዲያሞ ከምዚ እዩ ዘሎ ከምቲ ትሪእዎ ፀኒሕኹም እዩ ኣብ ማእኸል ፅርግያ እዩ ኣብ ማእኸል ፅርግያስ ከምዚ ዓይነት ባእሲ ከምዚ ዓይነት ባእሲ ኣዝዩ በቃ እቲ ህዝቢ መሪርዎ ኣፅሊእዎ ከም ዘሎ እቲ ናይ ኣዲስ ኣበባ ኣዲስ ኣበባ ሓቂ ዘረባ መነባብሮ ገለ ደሓን እዩ ሰላም እዩ እቲ ህዝባ ጥዑም እዩ እቲ መንግስቲ እቲ ስርዓት ግን ብጣዕሚ ሓደ ዲስፕሊን ዘይብሉ በቃ ሰልዲ ዝለመዱ እዮም ብፍላይ ንኤርትራውያን ዝኾነ ነገር ሒዞም ሰልዲ ከይወሰዱ ሞባይሎም ከይወሰዱ ኣይሰድዎምን እዮም ኣይሰድዎምን እዮም። ምጥራዝ ዝነበረ ንኤርትራ ከኣ ንክፍሊ ታዕሊም ይእትዮም ብሓይሊ ናብ ኩናት ክወስድዎም እዮም ዝገብሩ ዘለዉ። ካብዚኣ ብምቕጻል ማለት እዩ ከም ትርእይዋ ዘለኹም ኣብ ዝተፈላለየ ኮሪኹማ ትኾኑ ትኽእሉ ኢኹም ብኖርማል ዝተጀመረት ይሂን ምሂን ዝበሃሉ ዝነበሩ ናይ ልባ ከተተግብር ሓኒና ወጽያ ከርእየካየ ክኸሰካየ ብእንግሊሽ ኣተርጉመ ነተን ሓለፍቲ ናይ ኣውስትራልያ ዘለዋ ናይ ኣዋልድ ንዐን ክሰደልኒ ዋላ እውን ነቶም ፖሊስ ክሰደሎም እየ ብምባል ድሮ በኽያ ኣንሳሒባ ኣላ ካብቲ ምዝርራብ ምዝርራብ ኣሚና እንድያ መፅያ ክትዘራረብ ጠበቓ ኮይና እንድያ መፅያ ኦረዲ እንድሕር ተጀሚራቶ እዚ ነገር ናብ ካልእ ገፁ ከምዝኸይድ ፍሉጥ እዩ ምኽንያቱ ኣብ መንጎ ክልተ ኣሕዋት ኣትያ ሕማቕ ነገር እያ ትዝርእ ዘላ ኪዳን ኣብ ጸለምቲ ክን ኣማረጺ ኣሎ ክን ጻዕዱ ኢላ ደየ ድሊ ነገር እያ ጌራ ኣብቲ ኣብ መንጎ ኣሕዋት መጺኣ ንስኻ ጽቡቅ ኣለኻ ንሳ ጌጋ ኣላ ንሳ ጽቡቅ ኣላ ንስኻ ጌጋ ኣለኻ ኣይኮነን እቲ ዘረባ እንታይ ደኣ ኣብዚ ክንገንሕ ይደለና ክልቲኦም ጌገኛታት እዮም ነንሕድሕድና ጎደሎ ኣለና ጎደሎና ከኣ ተመላሊእና ንኸይድ ሰባት ኢና ፍጡራት ክሳብ ዝኾንና በይኑ ኣዳም ኔሩ እዛ ዓለም ወለዶ ምዃንና ፈሊጡ ኣምላኽ ከኣ ጓል ሄዋን ፈጢርልና። እሱ ስለ ዝኾነ እዩ ከኣ ኣብ ሓዳር ብሓደ ትነብር ሰብ። እዚ ኣብ ከምዚ ዓይነት ነገር ዘለኹም ከኣሲ እቶም መብዛሕትኹም ኣብ ሓዳር ደየለኹም ወይ ዝተፋታሕኹም ወይ ደይፈተንኩሞ ገለ ኢኹም። እቶም ብፍቕሪ ኣብ ሓዳር ዘለዉ ሰብኣይን ሰበይትን ኣብዛ ጉዳይ እዚኣ ነገር ኣይኣተዉን ደለዉ። ምኽንያቱ ሰላም እዮም ዘለዉ። እንታይ እዮም ዝገብሩ ደለዉ ኢሎም እዮም ድዕዘቡኹም ደለዉ። እንታይ ይኸውን ኣሎ እዚ ሰብ እዮም ዝብሉኹም። ሕጂ እቶም ብክልቲኡ ወገን ፋሕፋሕ ምስላ ደኣ ኣበየኩም ምዃን ደኣ ኣበየኩም ኢኹም ነዛ ነገር ተንበድብድዋ ዘለኹም ሕጂሲ ነንሕድሕድና ክንፋቐር ክንተሓቋቖፍ ኢለ ዝጸበቐልና እምበር ኣብዚ መጺእና ምብልላዕሲ ትርጉም ዘለዎ ኣይኮነን እዚኣ ከኣ ኮኾሴ ኮትሑዜ ትብለና ኣላ ንስምዓያ እሞ ንስምዓያ ዶርዳ ሽግር ንዓኣ ምዓት ከኣ ኣይፈለጠቶን ዘላ ሰብ ብሙሉኡ ክዕትዕታ ምዃኑ ኣይፈለጠትን ድላ። መጠን ሓላፍነት ስለ ዝወስድ ኣብዚ ዘለኽዎ ኮሚኒቲ ብኢንግሊሽ ቶርጊመ እቲ ናትካ ቪድዮ ኩሉ ዳውንሎድ ገይረዮ ብኢንግሊሽ ቶርጊመ ነተን ኣውስትራልያዊ ደቂ ኣንስትዮ ኣብዚ ቪድዮ ክሰርሓለን እየ ነቶም ፖሊስ ኣብኡ ዘለዉ ከዓ ናይ ኣውስትራልያ ከዓ ፀወታ ከይመስለካ ከዓ ክሰደሎም እየ ኣሕ ከምዚ ትሪእዋ ጸኒሕኹም ስቅ ኢላ ጅልዕልዕ በለት ከተፈንፍነካ ከተጽልእካ መዓት ስነ ሓሳባ ባዶ ገለ መለ ኩሉ ኩሉ በቃ ገለ ንጺሕካ ወላ ሓንቲ ጽቡቅ ነገር ከተውጽእላ ደይትኽእል ካብ ጽቡቅ ነገርሲ ሕማቅ ነገራት ተውጽእላ ይበዝሕ ጽቡቅ ነገር ንፈውሲ ማሕላ ከማን ክትረኽበላ ደይትኽእል በቃ ዕላማኣ ሓሳባ እዚዩ ከተባእስ ከተናቁት ምስ ኣዋልድናን ኣወዳትናን ክትፈላሊ ጸግዒ ናይ ኣዋልድ ኮይና በቲ ምህራም ገለ ንስኺ ከተፋቅሪ ከተጸብቂ እምበር ድግበኣኪ ኣብ ስደት ዞሎ ሂወቱ ዝመርሕ ዞሎ ሓሳቡ ስለ ድገለጸ ንምንታይ ሓሳብካ ገሊጽካ ሓሳብኪ ምሽ ገሊጽኪ ከምዚ ከምዚ እዮም ከምዝን ከምዚ እዮም ከምዚ ክትገብራ ኣለክን ኢልኪ ምሽ ኣብ መወዳእታ ዘይትቅጽልያ እንተኮይንኪ ክትንሳሓቢ ነይርኪ ትም ትብሊ ብሓሳብ ጀሚርኪ ብሓሳብ ሞጊትኪ ትከዲ ናብ ዘይተለልየ ክእሱረየ ከትሑዘየ ገለ ቧእ እንታይ ዓይነት ሕማቅ ሰብ ኢኺ ማኸዲ ንምፃእ ኮይና ዋላቶም ኤዲተራሲ ርጉማት ኢኹም ከም መዛዘሚት ክትኮነና እምበኣር ክቡራት ተኸታተልቲ መደብ ፊሊ ቲቪ ክብርን መጎስን ንሰማእታትና ትብል ኢሎም እዮም ገይሮማ ናይ ኣሮን ኣታ ደርፊ መስርሕ ነይራትኒ መስርዕ ብሬን መንደልያ ብዋርሳይ ሓውናያ ትድረፍ ዘላ ብዙሕ ጌርና ኢና ከኣ ደርፊ ከምዚ ዓይነት ካብ ዘይነምጽ ማለት ኢዩ ከም መዛዘሚት ጌርና በዚኣ ጌርና ክንዛዝማ ኢና ኣዝያ ደስ ትብል ኢያ ኣዝዩ ንፉዕ ብሉጹን ኢዩ ከኣ ዋርሳይ ኣብ ዘለኻዮ ውን ንዓኻ ዋርሳይ ሓወይ ዓወት እምነየልካ ዝበለጸ ስራሕ ከኣ ይምነየልካ እንድያሞ ናብ ዋርሳይ ሓውና ከብለኩም ኢየ

ሰሰናዩ ብሩኽ መዓልቲ።